መዓልታዊ እትኣትዎ ቃልን እትትግብሮ ተግባርን ተፈላለዩ ኮይኖም ብገዛእ ርእስኻ ተናዲድካ ትፈልጥ ዶ? ካብ ሎሚ ንደሓር ክልወጥ'የ፣ ደጊመ ኣብዚ ጌጋ'ዚ ኣይወድቕን፣ ብንግሆ ክትስእ'የ፣ ስርሐይ ብኣግባቡ ክሰርሕ'የ እናበልካ ንርእስኻ ብዙሕ ግዜ ቃላት ኢኻ ክንስኻ፣ ከይፈጸምካዮ ተሪፍካ ዶ? እዚ ጸገም መብዛሕቲና ውሳነ ምውሳን ብዘይምኽኣልና ዝፍጠር ዘይኮነስ፣ ኣብቲ ዝወሰንናዮ ውሳነ ጸኒዕና ምጽናሕ ብዘይምኽኣልና እዩ። እቶም ካባኻ ብዝተፈለየ መልክዑ ውሳነኦም ዘይጥሕሱ፣ ካብ ቃሎም ዘይወጹ ሰባት እንታይ ፍሉይ ሚስጥር ዘለዎም ይመስለካ? እዞም ሰባት ዕዉታት ዝኾኑ ሃንደበት ዘይኮነስ በብመዓልቱ ብዝገብርዎም ሸሞንተ ኣገደስቲ ልምድታት እዩ። ነዞም ወሰንቲ ልምድታት እንተድኣ ብትኽክል ተረዲእካዮምን ተግቢርካዮምን ድማ ከምቲ እትደልዮ ዓይነት ዕዉት ሰብ ዘይትኾነሉ ዋላ ሓደ ምኽንያት የለን። ሎሚ ነቶም ዕዉታት ዝኾኑ ሰባት ዕዉታት ክኾኑ ዝገበሮም ሸሞንተ ልምድታት ብዝርዝር ሒዘልኩም መጺኤ ኣለኹ። ነብሲ ወከፍ ልምዲ ብፍላይ ድማ እቲ መበል ሻምናይ ልምዲ መብዛሕቲኦም ዕዉታት ሰባት ዝገብርዎ ኣገዳሲ ልምዲ ስለ ዝኾነ ነዛ ቪድዮ ክሳብ መወዳእታ ተኸታተላ። ነዚ ቻነል ሓደስቲ እንተድኣ ኮይንኩም ሰብስክራይብ ብምግባር ስድራይ ኹኑ። ነዚ ቪድዮ ድማ ላይክ ብምግባር ይጀምሩ። ዕዉታት ሰባት ዕዉታት ክኾኑ ዝገብሮም ሸሞንተ ልምድታት። ቀዳማይ፣ ዕዉታት ሰባት ብቐሊሉ ኣይኣትዉን። ቃል ንምእታው ደጋጊሞም ይሓስቡ እዮም። እዚ ባህሪኦም እዚ ንብዙሕ ሰብ ኣጸጋሚ ይመስል እዩ። ቐልጢፎም እሺ ስለ ዘይብሉን ቶሎ ብዘኾነ ሓሳብ ስለ ዘይስማዕምዑን ምስኣቶም ምዝርራብ ከም ዝኸብድ እውን ይውሰድ እዩ። ኮይኑ ግና እዚ ዘጋጥም ሰባት መንነቶም ክሳብ ዝፈልጥዎም ጥራይ እዩ። እዞም ሰባት ብቐሊሉ ኣይኣትዉን። ቃል እንተድኣ ኣትዮም ግና ንቓሎም ናይ ግድን እዮም ዝሕልውዎ። ስለዚ ብስምዒታውነት ወይ ድማ ኪሓሰዉ ጥራይ ኣብ ነገራት ኣይስማዕምዑን። መብዛሕትኡ ግዜ ድማ ኣይፋል ብምባል እዮም ዝፍለጡ። እዚ ባህርዮም እዚ ድማ ኣብ ዓበይቲ ጉዳያት ጥራይ ዘይኮነስ ኣብ ኣናእሽቱ መዓልታዊ ተግባራት እውን ይረኣ። ንኣብነት ሰዓት ሸውዓተ ክንራኸብ ኢና እንተድኣ ኢሎም ኣብ ሰዓቶም ይርከቡ። ንስኹም ሰዓት ሸውዓተ ንራኸብ ክትብሉ ከለኹም ፕሮግራሞም ብምርኣይ ኣይፋልን ሰዓት ትሽዓተ እዩ ዝሕሸኒ ክብሉ እውን ይኽእሉ እዮም። ግናኸ ኣብታ ዝበልዋ ሰዓት ይርከቡ። ዘይክእልዎ ነገር ሰብ ከይብለኒ ኢሎም ጥራሕ ድማ ክገብሮ'የ ኣይብሉን። ካልኣይ፣ ኩሉ ግዜ ናይ ምምሕያሽ ዝንባለ ኣለዎም። እዚ ልምዲ ዋና ናይ ዕዉታት ሰባት መለለይ'ዩ። ኩሉ ግዜ ኣብ ሓደ ምቹእ ኩነታት ወይ ድማ ኣብ ኮምፎርት ዞን ተቐሚጥካ ምዕራፍ ምንም ዕረፍቲ ኣይህቦምን። ነዞም ሰባት ኣብቲ ዝነበርካሉ ቦታ ምጽናሕ ንድሕሪት ከም ምትራፍ'ዩ። ስለዚ ኣብ ኩሉ ዓውድታት ምምሕያሽ ንምምጻእ ይጽዕሩ። ርእሶም የምህሩን የሰልጥኑን። እዚ ድማ ሓደ ዓብዪ ቆራፅነት ዝሓትት ተግባር እዩ። እታ መዓልታዊ ዝገብርዋ ንእሽቶ ለውጢ ተኣኪባ ድማ ዕዉት ሰብ ክኾኑ ትገብሮም። እዚ ማለት ግን ብስምዒት ተላዒልካ ኣብ ሓደ መዓልቲ ብዙሕ ነገር ምስራሕን ዘይቕፅል ትግሃት ምርኣይን ማለት ዘይኾነስ ብትግሃት ዝግበር ንእሽቶ ስጉምቲ እዩ። ሳልሳይ፣ ሓዱሽ ነገር ንምግባር ኣይፈርሑን። ኩሉ ግዜ ካብ ሰገር እቲ እምባ ዘሎ ነገር ክፈልጡ ይደልዩ። ንዝመፅእ ነገር ድማ ድሉዋት እዮም። ካብ ዝለመድዎ ደረት ንምውፃእ እውን ምንም ኣይፈርሑን። እዚ ድማ ኣብ ቅድሚ ብዙሕ ሰብ ደሚቖም ንኽረኣዩ ይገብሮም። ንሓደ ነገር ድማ ብዘይተለመደ መንገዲ ይሰርሑ። ውጽኢቱ ዝኾነ ይኹን እውን ኣየፍርሆምን፣ ምኽንያቱ ኩሉ ግዜ ዓወት ጥራይ ኣይጽበዩን። ውድቀት እኳ እንተ ኣጋጠመ፣ በቲ ዝጓዓዝዎ ዘለዉ መንገዲ ግና ሕጉሳት እዮም። በዚ ምኽንያት ድማ ኣብ ከባቢኦም ድፍረት ዝሰኣኑ ሰባት ኩሎም ይእከቡ፣ ሓደሽቲ ሓሳባት እውን ኩሉ ግዜ ንኣኣቶም ይውሕዝ። ምናልባት ንሰብ ተቖጺሮም ይሰርሑ እንተድኣ ኮይኖም ድማ ኣብ ዓይኒ ሓላፊኦም ይኣትዉ። ምኽንያቱ እዞም ሰባት ፍርሒ ስለ ዘይብሎም ሓላፊኦም ብዙሕ ነገር ብመንገዶም ገይሩ እዩ ዝፍትን። ራብዓይ ልምዲ፣ ዕዉታት ሰባት እምቢ ምባል ኣይፈርሑን። ንዝኣመንሉ ነገር እንተዘይኮይኑ ሰብ ታይ ከይብለኒ ብዝብል ተደፋፊኦም ነገራት ኣይፍጽሙን። በዚ ምኽንያት ድማ እምቢ ናይ ምባል ዓቕሞም ኣዝዩ ልዑል ይኸውን። ካብ በዝሒ ኣብ ጽሬት'ዮም ዘተኩሩ፣ እዚ ደማ ኣብ መዓልታዊ ናብርኦም ይርኣ። ንኣብነት ብዘይ ትልሚ ዓርኮም ናብ ዝኾነ ቦታ ንኺድ እንተድኣ ኢልዎም መልሶም ንጹር'ዩ። ትልሚ ከም ዘለዎም ብምግላጽ ኣይፋልን ይብሉ። ኣይፋልን ክብሉ ከለዉ ድማ ንቐልዓለም ወይ ድማ ንዘይምኻድ ጥራይ ዘይኮነስ ብሓቂ ምስ ፕሮግራሞም ስለ ዘይከይድ'ዩ። እዚ ንእሽቶ ቅዋም ደማ በብቑሩጽ ኣዝዮም ዕዉታት ክኾኑ ይገብሮም። ምኽንያቱ ንኹሉ ነገር እሺ ዘብዝሕ ሰብ ናይ ሰባት ባርያ ኮይኑ'ዩ ዝተርፍ። ናይ ሰባት ራእይን ሽቶን ንምፍጻም ክጓየ ከሎ ድማ ናይ ባዕሉ ህይወት ይርስዕ። ሓምሻይ፣ ዕዉታት ሰባት ንነገራት ንጹር ዝኾነ ባውንድሪ ወይ ድማ ደረት ኣለዎም። ሓደ ዕዉት ሰብ ቀይሕቲ መስመራት ኣለውዎ። መን ክሳብ ክንደይ ከም ዝቐርቦም ይፈልጡ፣ ንዝቐርቦም ሰብ እውን ይሕብሩ። እዚ ባህሪዚ ድማ ካብ ዘይተደለየ ንዕቀትን ብዙሕ ጸገማትን ይሕልዎም። ቤተሰብ ከም ቤተሰብነቶም፣ ኣዕሩኽ ከም ኣዕሩኽነቶም ኣብ ህይወቱ ክሳብ ክንደይ ክውስን ከም ዝኽእል ድማ ደረት የውጽእ። እሱ ከምዚ ኣይፈቱን፣ በዚ ነገር'ዚ ላግጺ ኣይፈልጥን ዝበሃሉ ናቱ ዝኾኑ ግዝኣታት ድማ ይህልውዎ። ንኹሉ ሰብ ከየቐይም ዝጓዓዝ ሰብ ኣብ ቁጽጽር ሰባት ክወድቕ ከሎ፣ ዕዉታት ሰባት ግና ህይወቶም ባዕሎም እዮም ዘንቀሳቕስዋ። ሻድሻይ፣ ኩሉ ግዜ ዝጀመርዎ ነገር ይውድኡ። እዚ ዋና መለለዩ ባህሪኦም እዩ። ኣብዚ ግዜ እዚ ኣቓልቦ ዝሰርቁ ነገራት ብዙሓት እዮም። ዕዉታት ሰባት ግና ኣቓልቦኦም ሓልዮም ዝጀመርዎ ነገር ይውድኡ። እዚ ባህሪ እዚ ኣብ ዓበይቲ ነገራት ጥራይ ዘይኰነስ ኣብ ኣናእሽቱ ተግባራት ድማ ይፍጽምዎ። ንኣብነት ምግቢ ክበልዑ ከለዉ ምግቢ ጥራይ ይበልዑ፣ እንታይ ደኣ ካልእ ነገር ኣይትንክፉን። ብተወሳኺ ንውሳነኦም ሓላፍነት ይወስዱ፣ ውሳነ ምስ ወሰኑ ንዝመጽእ ውጽኢት ድማ ብጸጋ ይቕበልዎ። ገለ ሰባት ከም ህጻን ዝረኣይዎ ኵሉ ይብህጉ እዮም። ሎሚ ዝወሰንዎ ነገር ድማ ፅባሕ ይቕይሩ። ዕዉት ሰብ ግና ኣብ ሓደ ነገር ኣተኲርካ ብምስራሕ ክኢላ ብምዃን እዩ ዝኣምን። ሻብዓይ፣ ዕዉታት ሰባት ምኽንያታውያን እዮም። ንዝገብርዎ ነገር ሙሉእ ሓላፍነት ይወስዱ። ሃንደበት እውን ነገራት ኣይገብሩን። ሓደ ነገር ንምግባር ኣእማኒ ምኽንያት የድልዮም። እቲ ምኽንያት ድማ ውሳንኦም የትርረሎም። ሰብ ስለ ዝገበሮ ወይ ድማ ዝተለመደ ነገር ስለ ዝኾነ ጥራይ ድማ ኣይሰርሑን። ንሓደ ዝገብርዎ ነገር እኹል ምኽንያት የቐምጡ። እዚ ምኽንያት እዚ ድማ ኣብ ግዜ ድኻሞምን ተስፋ ምቑራጾምን ዓብዪ ደገፍ ይኾኖም። ንሓደ ነገር ስለምንታይ ጀሚረዮ ዝብል ምኽንያት ምስ ዝፍለጥ እቲ ቃልሲ ክሳብ መወዳእታ ይቕጽል። ሻምናይን ወሳንን ዝኾነ ልምዲ። ዕዉታት ሰባት ስምዒቶም ኣይኽሕዱን፣ ግናኸ ይቆጻጸርዎ እዮም። መብዛሕትኦም ዕዉታት ሰባት ዕዉታት ዝኾኑ ስምዒት ስለ ዘይብሎም ኣይኮኑን። ስምዒቶም ብግቡእ ይሰምዑን ይፈልጡን እዮም፣ ግናኸ ነቲ ስምዒት ዝህብዎ ግብረ መልሲ ይቆጻጸሩ። ንኣብነት ፍርሒ ይስምዖም እዩ፣ ግን ድማ ስለ ዝፈርሑ ጥራይ ጉዕዞኦም ኣየቋርጹን። ብሓጎስ ወይ ድማ ብሓዘን ስምዒታውያን ኮይኖም ድማ ቃል ኣይኣትዉን ወይ እውን ዓበይቲ ውሳነታት ኣይውስኑን። ስምዒት ከም ሓዊ እዩ፣ ካብ ቁጽጽር ወጻኢ እንተድኣ ኮይኑ የቃጽል። እንተተቖጻጺርናዮ ግና ንብዙሕ ኣገልግሎት ዝውዕል ሓይሊ እዩ። እዞም ሸሞንተ ልምድታት ዕዉታት ሰባት ዕዉታት ክኾኖም ዝገበርዎም ኣዝዮም ወሰንቲ ልምድታት እዮም። እዚኦም እንተድኣ ተለማሚድካ ጽባሕ ኣብ ዓበይቲ ውሳነታት ዕዉት ሰብ ኮይንካ ክትርከብ ከም እትኽእል ኣይጠራጠርን። እዚ መደብ ጠቓሚ መልእኽቲ ረኺብካሉ ክትከውን ተስፋ ይገብር። ክሳብ መወዳእታ ስለ ዝተኸታተልኩምኒ ኣዝየ ዘመስግን። እዚ መደብ እንተድኣ ፈቲኹምዎ ላይክ ምግባር ኣይትረስዑ። ኣብ ቀጻሊ ብኻሊእ ጠቓሚ ትሕዝቶ ንኽንራኸብ ሳብስክራይብ ብምግባር ስድራይ ኹኑ።